ብመጀመርያ ሰላም ክብል ይደሊ ቀጺለ ንኢስት ኣፍሪቃውን ደጊመ ደጋጊመ ሰላምታ ይቐርብ ምስጋና ይቐርብ ምክንያቱ ነቲ ዝተገብረለይ ዓብይ ነገር ከመስግኖም እደሊ ታሪክ ህወተይ ሓቲቶም ተገዲሶም ነቲ ዝገበርክዎ ኣበርክቶ ከም ዓብዪ ነገር ገይሮም ኣቕሪቦም ከምዚ ሳርፕራይዝ ዝገብሩኒ ብጣዕሚ የመስግኖም። ንዓይ እኳ ቀሊል ነገር እዩ ዝገበርክዎ ነገር ዋላ ሓንቲ የለን። ነዚ ህዝቢ እዚ ካልእ ግብኦ ነይሩ ግን ኣነ ዋላ ሓንቲ ገበርኩ። ግን ነዚ ዓብዪ ነገር ገይሮም ኣቕሪቦም ከምዚ ምግባሮም ብጣዕሚ እየ ዘመስግኖም። ከምኡ እውን ኣብቲ ክቡር በዓል ኣዝዩ ዓብዪ በዓልን ክቡር በዓልን ህዝብና ናይ ህዝብና ናይ ደቂ ኣንስትዮ በዓል ከምዚ ሳርፕራይዝ ክገብር ክገብሩለይ ብጣዕሚ እየ ዘመስግን ንኩሉ ህዝቢ ኤርትራ ንኩሉ ነቲ ብኡ ዝተሳተፍ ዝነበረ ታሕጓሱ ዝገለፀለይ ከዓ ከመስግኖ ደሊ ቀፂለ ኣነ ኣብ ኢስት ኣፍሪካ ኢንተርናሽናል ሜዲካል ሰንተር ይሰርሕ ከም ሚድዋይፍ ነርስ ወይ ከዓ መሕረሲት ከምቲ ዝገለፅክዎ ወይ ኣብቲ ሚድያ ዝተገለፀ ንሰላሳ ዓመት ኣገልጊለ ኣብዚ እውን ሸውዓተ ዓመት ከም ማሕረሲት ከም ማሕረሲት ጥራይ ዘይኮነ እውን ኣብ ዝኾነ ዝጎደለ ስራሓት ኣትየ ይሰርሕ ምሳይ መሳርሕተይ እውን ኣለዉ ኣርባዕተ ሓሙሽተ ኢና ማለት እዩ ሚድዋይፍ ማሕረስቲ ዘለና ምሳይ ተሓጋገዝ ዝሰርሑ ክልተ ስፔሻሊስት ዝኾኑ ዶክተራት እውን ኣለዉና ንመጥባሕቲ ንኣንት ንነብሰ ፆራት ማሕረስቲ ምስኦም ተደጊፍና ኢና ንሰርሕ ማለት እዩ ዶክተር ዓብዱሰላምን ዶክተር ኣዳምን ይበሃሉ ናይ መጥባሕቲ እዮም ስፔሻሊስት እዩ ምስኦም ተደጊፍና ኢና ንሰርሕ ንዕኦም ከዓ ነዚ ዝገብርዎ ዘለዎ ኣገልግሎት ብጣዕሚ እየ ዘመስግኖም ኣዝዮም ምኩራት ኣዝዮም ከማን ካብ መጠን ንላዕሊ ከመስግኖም ዘሊ ብስርሖም ብጠባዮም ኣቀባብልኦም ኩሉ ነገሮም ኣዝዩ ከመስግኖም እደሊ ኣዝዮም ብሉፃት ዶካትር እዮም ገለ ነገር ካብኦም ክንመሃር ከም ዘለና ክላቦደል ንኹልና ማለት እዩ ነቶም ኣብዚ ዘለና ሰራሕተኛታት በዚ ኣጋጣሚ ንኹልኽ ነብሰ ፀራት ኣብዚ ኢስት ኣፍሪቃ ትከታተላ ኹና ዘይትከታተላ ብደገ ኩልኽን ዘለኽ ነብሰ ፀራት እውን ኣብዞም ሓካይም እዚኦም ኣብዞም ስፔሻሊስት እዚኦም መፂኸን ንክተረኣያ ብክብሪ ዕድመክን ካልእ ሓንቲ መልእኽቲ ከሕልፋ ዝደሊ ብዛዕባ ነብሲ ጦራት ኣላትኒ ንሳኻ እንታይ እያ ኩለን ነብሰ ጸራት ዋላ እንተዘይኮና እተን ዝበዝሓ ግን ዝሽገረኣ ነገር ኣላ እታ ሽግር ከዓ እንታይ እያ ኣብ ግዜ ነብሰ ጸር ከለዋ ክገብረኦ ዘለወን ወይ ከዓ ክዳለወኦ ዘለወን ዘይፈልጦ እሞ ክፈልጦኦ ዝደልዮ ነገር ከዓኒ ብዛዕባ ጡበን ኣቀራርባ ልክዕ ከምቲ ንሕርሲ ዝቀራረብኦ መግቢ ዝቕርባ ገለ ዝቕርባ ጥበን እውን ክቕርብኦ ከም ዘለወን እዚ ዘይፈልጦ ወይ ከዓ ደይስተውዕላሉ ኣሕዋትና ወይ ኣዴታትና ኣለዋ ንስኻ እንታይ እዩ ሸውዓተ ወርሒ ምስ በጽሐት ሓንቲ ነብሰ ጾር ጥባ ትቕርቦ እያ። ጥባኻ ከመይ ጌራ ትቕርቦ ነርእየን ኢና ክመጻ ኣለወን። ኣብ ገዛኣ ኮይና ክተዳልዎ ዘለዋ ማይን ጨውን ማይን ዘይትን ጌራ ነዛ ጫፍ ጥባ እንዳኣለኸት ክትስሕባ ክትክእል ኣለዋ። ንምንታይ እያ ትስሓብ እንድሕር ኢልና እታ ጫፋ ትቆልዓ ውልድ ኢሉ ክረኽባ ኣለዎ። ክረኽባ እንድሕር ኮይኑ ከኣ እንታይ ክትገብር ዘለዋ ንዓሰርተ ደቂቕ ዝኸውን ነታ ሓንቲ ጡባ ንዓሰርተ ደቂቕ ትኾን ከኣ ነታ ሓንቲ ጡባ ማይ ልብጥ ዝበለን ዘይትን እንዳገበረት ትስሕባ ንቕድሚት እሞ ምስ ወደእት ዘይቲ ገይራ ለኽያ ትገድፋ ከምኣ ኢላ ትሓድር እቲ ሓንቲ ከኣ ከምኣ ማለት እዩ ዓሰርተ ደቂቕ ዓሰርተ ደቂቕ ሕጂ እንታይ ዝኸውን ደሎ ሓደ እታ ጫፍ ናይ ጡባ በላሓ ትኸውን ውልድ ኢሉ ብቐሊሉ ረኽባ ትቖንዓ ማለት እዩ እቲ ዘይቲ ክንለኽዮ ከለና ከኣ እንታይ ዝኸውን እቲ መንፊት ናይቲ ጡብ ኩሉ ተርኪሱ ይኽፈት ማለት እዩ። ኣክንዲ እቲ ሽገር ኩሉ እቲ መንፊት ናይቲ ጥዋ ይኽፈት። በቲ ከ እንታይ ዝኸውን ፀባ ከዓኒ ቀልጢፉ እዩ ዝዳሎ። ሕጂ ቀልጢፉ እንድሕር ፀባ ዝሳይ ኮይኑ ሬዲ ኮይኑ ነቲ ቆልዓ እቲ ቆልዓ ኣይሽገርን እዩ፣ እታ ኣደ ኣይትሽገርን እያ። ከምዚ እንድሕር ዘይትገብር ኮይና ግን ምስ መፀት ምስ ሓረሰት ብዙሕ እየን ዝሽገራ ክንሕግዘን ከለና እውን ኣዝዩ ናይና ንሕና እውን ምስአን ንሽገር ማለት እዩ። ብዓብዩ ግን ናታ ሽግር እዩ ዘሰክፈና ንዓና ሕጂ ምክንያቱ ውልድ ምስ በለ ቆልዓ ክጠበብ ኣለዎ ድሓር ፍርቂ ሰዓት ክጠብብ እንድሕር ኮይኑ ግን እቲ ጫፍ ናይ ጥባ ተዳልዩ ክህሉ ኣለዎ ማለት እዩ እዚ ከዓነ ከምዛ ዝብለካ ዘለኹ እንድሕር ደኣ መፅአን እሞ ከዓነ ከምዚ እንድሕር እዚ ምኽሪ እዚ ወሲደን ነዚ ሽግር እዚ ኣይቃልዓን እየን እንድሕር ዘይጠቢብዎ እቲ ጫፉ ጡባ እንድሕር ዘይመፅኡ ነቲ ቆልዓ ጥራይ ዘይኮነ ዝህሰ እታ ኣደ እውን ትህሰ እያ ምክንያቱ ልግዐ ልግዐ እዩ ዘሎ ዓሰርተ ሓሙሽተ መዓልቲ ልግዐ እዩ ሓፊስ እዩ እንድሕር ቀልጢፉ ዘይወፅኡ ንዓኣ እውን ኣብ ዘይተደለየ ረኽስታት ኣብ ዘይተደለየ ነገር ክትኣቱ እያ ማለት እዩ። በቲ ከምታ ከውነሎ እቲ ቆልዓ ኣከንዲ ጸባ ጡብ ኣደ ዝረክብ ብእዋኑ ኣይረክብን እዩ ዘሎ ምክንያቱ ቀልጢፉ ኣይወርድን እዩ ዘይምውራዱ ከዓ እቲ ቆልዓ ከዓ ይህሰ እዩ ዘሎ ጡብ ስለ ዘይወፀ ምስ ወፀ ድሕር ኣዳልያቱ ግን ቀልጢፍ እዩ እዩ እቲ ቆልዓ ክሕዞ ቀልጢፉ ከዓ ክወፅእ እዩ ትጡብ ማለት እዩ ቆልዓ እንዳ ሒዝዋ ጡብ ቀልጢፉ እዩ ትፀባ ጡብካ ዝመፅእ ስለዚ እዚኣ ሓደራ ክብላ ዝደለን ደቂ ኣንስትዮ ዋላ ደው ኢለን እውን እንታይ ክንገብር ኣለና ኢለን ክሓታኒ ኣነውን ድልውቲ እያ ክመልሰለን ዝኾነት ነብሰ ጾር ኣደ ጥንስትን ሸውዓተ ወርሒ ምስ በፀት እንታይ ክንገብር ኣለና ኢላ ትሓተኒ ኣደ ንክነግራ ንክምልሰላ ወይ ምክሪ ክህባ ድልውቲ እየ ሞነ እዚኣ ሓደራ ክብል ደሊ ኣብ ቀፃሊ ብካሊእ ዝኾነ ቪድዮ ክመለሰክን እየ ዝኾነ ሕቶ ክትሓታ እንተደሊኽን እውን ተሌፎነይ ደዊልክን ሓዳም ተክለኸን ዜሮ ሸውዓተ ዜሮ ሸሞንተ ዓሰርተ ሓሙሽተ ዕስራ ዕስራ ዝኾነ ሳደ ምኽሪ ትደሊ እሱ ጥራይ ዘይኮነ ናይ ነብሰ ጾር ዝኾነ ምኽሪ ትደሊ ኣደ ውን ንዕኡ ንኽምልስ ድሉውቲ እየ።